ዓቕሊ ማለት ልቦና እዩ። ዓቕሊ ማለት ትዕግስቲ እዩ። ዓቕሊ ማለት ተጸዋርነት እዩ። ዓቕሊ ማለት ምጽማም እዩ። ዓቕሊ ልክዕ ከምታ ዘይትድፈር ኮታ ለይቲ እያ። እታ ለይቲ ቀስ ኢላ ትወግሕ። ተስፋ እቲ ዓቕሊ ሰብ ድማ ከም ግዜ ናብ ግዜ እናበርሀ እዩ ዝረኤ። ስለዚ ንቲ ጽባሕ ትበርቕ ጸሓይ ብዓቕሊ ትዕግስቲ ንጸበያ። እና ኣሕዋተይ መዓረይ ድኹሉ ነገር ዓቕሊ ምስትውዓል ህድኣት ከድልየና እዩ ማለት እዩ ያው ዝኾነ ነገር ሲ ኣነ ባዕሊ ዝተዓዘብክዎ ነገር እዩ ዝኾነ ነገር ቸኩልካ ሲ እዛብ ክገብር ኣየውካስ እንድሕለይ ተሳካሕልካስ ናብ ካልእ ነገር ኢኻ ትኣቲ ማለት እዩ ትጨናነቕ ትሕስብ ሕራሳ ይመፀካ ብዙሕ ነገር ኢኻ ተስተውዕል ማለት እዩ ኣብ ምጭንናቐ ኣብ ዓቕል እንድሕለይ የብልካ ኮይንኻ ማለት እዩ ስለዚ ንኩሉ ነገር ዓቕሊ ካድልየና እዩ ኣሕዋተይ ማዓረይ ዓቕሊ እንድሕር ሃልዩ ኩሉ ነገር እግዚኣብሔር ልበሎ ለይትፈጸም ኣይቐርይ እና ኩሉ ነገር ኣብ ህይወትና ለጋጥሙና ነገራት ዕንቅፋት ይኹን ዝኾነ ይኹን ነገር ብዓቕሊ ብተስፋ ብህድኣት ንሓልፎ ኣለና ማለት እዩ በቃ ዝኾነ ነገር ሲ ተስፋ ለይምቑራፅ በቃ ተስፋ ንቆርፅ የብልና ካልኣይ ልለ ዓቕሊ በቃ ኣብቲ ልሓሰብካዮ ነገር ኣብቲ ልሓሰብካዮ ደረጃ ልምብፃሕ እንታይ ኢሉ ኣድለየና ዓቕሊ ኣድለየና እዩ ማለት እዩ ኣሕዋት ማዓሪ ዓቕሊ እንድሕርለየለ ግን ልኩሉ ነገር ንበፅሕ ኣይንኽእል እዩ ምክንያቱ ዓቕሊ እዩ ልኩሉ ነገር ልሕግዘና ዓቕሊ እንድሕር ሃልዩና፣ ተስፋ እንድሕር ሃልዩና፣ ጸሎት እንድሕር ሃልዩና፣ ኣብቲ ልሓሰብናዮ መንገዲ ንበጽሕ ኢና፣ ኣብቲ ልሓሰብናዮ ዓላማ ንበጽሕ ኢና። ዓቕሊ እንድሕር ለይብልና ግን በቃ ልኾነት ነገር ሎማዕንቲ እዛ ገብረነኒ ኢልና እንድሕር ለይተሳኽሐልና ላብ ምንታይ ኢና ንኸድ? ላብ ተስፋ ምቑራጽ ማለት እዩ። እዚ ክኾን የብሉይ። ልምንታይ ላብ ተስፋ ምቑራጽ ንኸድ? ልምንታይ እታዋንና ንዓላማና መንገዲ ዓቕሊኣ ዓቕሊ ልምንታይ ለይንጥቀመላ? ዓቕሊ ሲ ልምንታይ የና ልኹሉ ነገር ትጠቅመና እያ በቃ ልህይወትና ልመንገድና ልሓሳብና ኩሉ ነገር ትጠቅመና እንታይ እያ ዓቕሊ እያ ማለት እዩ ስለዚ ኣሕዋተይ ማዕረይ ኣብ ኩሉ ነገርና ኣብ ዓለማና ይኹን ኣብ መንገድና ኣብ ዝኾነ ይኹን ነገር ንሰርሖ ነገር ዓቕሊ ተስፋ ካድልየና እዩ ሐዝን ማለቱ ቸኩልና ምስ ዝኾነ ሰብ ትነጋግርና ሲ ሰኣን ዓቅሊ ሲ ኣቀድምና ዝኾነ ዝኾነ ነገር ንናገር ዶ ድሓረ መልሱ የጣዕሰና ልምንታይ እየ ዓቅሊ ገብረ እሽለ የብልኹ ልምንታይ ኢለ ይተዓገስኹ ልምንታይ እዚ ነገር እዚ ኣሕለፍኹዎ ብልና ንጣዓሰሉ ማለት እዩ ንኩሉ ነገር ልሓልፊ ልፃወሪ ዓቕሚ እንድሕር ሃልዩና ግን ሃም ዓቕሊ ልበለ ነገር የለይ ማለት እዩ። እና ለኹሉ ነገር ህድእቲ ዓቕሊ ተስፋይ ኣብ ህይወትና ምሳሕና ክጓዓዝ እነዎም ማለት እዩ በቃ ለኾነ ንኾን ነገር ለለ ሃመዮ ኣሕና ንሓስቦ እግዚኣብሔር እዩ ልፍፅሞ ሓና ኢና ንሓስቦ ልፍፅሞ ግን እግዚኣብሔር እዩ ሓዚ ለኾነ ነገር ክሰርሕ የብልካ የሳኽሐልካ ክኽእል እዩ ኣብቲ ነገር ግን እግዚኣብሔር እንድሕ ትደንብርዎ ኣብቲ ንልሓሰው ናይ ሓሳው እግዚኣብሔር እንድሕ ትደንብርዎ ግን እቲ ነገር ክሳክሐልና እዩ ማለት እዩ እና ኣሕዋት የማዓረ ለኩሉ ነገር ዓቅሊ ካድልየና እዩ ተስፋ ካድልየና እዩ ህድኣት ካድልየና እዩ ዓቅሊ እንድሕለየብልና ደቂ ሰባት ዋጋ የብልና ተስፋ እንድሕለየብልና ደቂ ሰባት ዋጋ የብልና ዋና ነገር ዓቕሊ ተስፋ ይክልየና ንህዋዊ ህይወትና ማለት እዩ ሕጉሳት ለምዃን ዓቕሊ ተስፋ ህድኣት ከድልየና ንህው ስለዚ ኣብ ህይወትና ነማልእ እንድናና ነገር ዓቕሊ ተስፋ ጸሎቲ ትዕግስቲ ካድልየና እዩ ማለት እዩ ኣሕዋት የማዕረይ በቃ ልኾነ ነገርሲ ሓደ ዓቕሊ እንድሕር የብልና ርእስና ለ ላብ ካልእ ነገር እዩ ልኣቲ ላብ ጭንቀት ላብ ሕማም እዩ ልኣቲ ኣሕዋትና ፎትዮና ይኾነ እዩ ሓንጎል ጭንቐት ልሕዘንሉ ፅርጋ ልወፅለያ ዋላ ካብ ዓዲ ዓረብ ሻር በቃ ላትጨናነቓ እዩ ሰላም ክቡራት ተኸታተልቲ ከመይ እንኦኹም? ኣነ ዳሕና እየ እግዚኣብሔር ይመስገን። ብድንኦኹም እሞ ሰላምኹም ብዝሕ ትረፍ ይበለለይ። ከመይ እንኦኹም? ሎማዓንቲ ለ ማለት እዩ ዓቕሊ እንዳየኑ ልጠቅም ምዃኑ ያው ለኣነ ጠቕመትኒ ላግነኹዋ ስነ ጽሑፍ እየ ካንብበልኹም ማለት እዩ እና እስኪ ዓቕሊ ማለት ክትጽዋዕ ቀላል እያ ድማ ኣብ ውሽጢ ብዙሕ ፍረታት ዝሓዘት ሩፍታ ናይ ህይወት እያ። ዓቕሊ ሱቅታ ጽመዋ ትሕትና ልቦና ካልኣት ተስፋ ወዘተ ጠቕላላ ዝሓዘት ናብ መንገዲ ዓወት ትወስድ ሰረት ናይ ህይወት እያ። ዓቕሊ ማለት ልቦና እዩ። ዓቕሊ ማለት ትዕግስቲ እዩ። ዓቕሊ ማለት ተፀዋርነት እዩ። ዓቕሊ ማለት ምፅማም እዩ። ዓቕሊ ልክዕ ከምቲ ዘይትድፈር ከውታ ለይቲ እያ። እታ ለይቲ ቀስ ኢላ ትወግሕ፣ ተስፋ እቲ ዓቐል ሰብ ድማ ካብ ግዜ ናብ ግዜ እናበርሀ እዩ ዝረአ። ስለዚ ነቲ ፅባሕ ትበርቕ ጸሓይ ብዓቕሊ ትዕግስትን ንጸበያ ሂወት ብዘይ ተስፋ ምቅርቲ የብላን ተስፋ ተስፋ ተዘይሃልይካ መጻኢ የብልኻን ስለዚ ሂወትካ ክንዲ ዝመረር ትምህርቲን ተስፋን ክተቋርጽ የብልካን ምኽንያቱ ተስፋ ሓያል ምቅርቲ ሂወት እያ ኣብ ተስፋ ዓቕሊ ኣሎ ኣብ ዓቕሊ ጽመዋ ኣሎ ኣብ ጽመዋ ሩፍታ ኣሎ መወዳእታ ዘይብሉ የለን ንኹሉ ግዜ ግዜ ኣለዎ ኣብቲ ዝተመደበሉ ግዜ ድማ ሰናይ ክከውን እዩ ዕላማ ማለት መንገዲ ሓጎስኻ መለለይ ጉዕዘኻን ማለት እዩ። ዕላማ ማለት መንገዲ ሓጎስኻ መለለዪ ጉዕዞኻን ማለቱ እዩ። ኣብ ዓለማ ሓደ ክትፈልጦ ዘለካ ዓብይ ነገር ኣሎ። ኣብ ዓላማ ኣብቲ ፈላማ እዝዩ ከቢድ ክሳብ ዝሓሰብካዮ ክተቋርፀሉ ትኽእል ኩነታት ክሳብ ትበፅሕ እዩ ዝገብረካ። እዚ ማለት ክዓ ኩሉ ግዜ ሓሊኻ ኣብ መጀመርታ እኻ ትርእየሉ። ማለት እዩ ሓደ እግርኻ ምስ ሰጉምካ ንቲ ንቲ ሓንቲ እግርኻ ክትስሕብ ክቃለካ እዩ ዓላማኻ ኣብ ተግባር ተውዕለሉ ግዜ እቲ ናይ መጀመርያ እው ውይ ደማ መሰረት ግዜ እዩ ንቲ ዝሓስብካዮ ወይ ዝጀመርካዮ ኣብ ክፍሊ ዓላማኻ ብብቅሩብ ኣብ ተገብረሉ ኣዋዓዕላ በቃ በቂ ትንቀሳቀስ እሞ ከይበዝሐካ ፈለማ ብምፍፃም ግን እንትፈተኻ ከይጠፍእካ ካብ መሳርሕን መሳርሕን ወይ ምትግባርን ኣይተቋርፅ ዓቅሊ ግበር ብዘይ ዓቅሊ ኣብቲ ፅባሕ ከምዝይበርህ ተስፋ ክትገብር ኣለካ ካብዚ ካብዚ ብልካ ኣስተውዒልካ ብስንኪ ዓቅሊ ዘይምቅባል ብዙሕ ሰብ እዩ ዝጉዳእ ኣብ ዕላማካ ስጉምቲ ኣብ ምውሳድ ለንጋለንጋ ኣይትኩን ንቲ ዝሓሰብካዮ መንገዲ ደሊካ ስጉምቲ ውሰድ ንከይትጋገ ኣይትፍራሕ ካብ ምፍታን ከይትተርፍ ድማ ፍራሕ ምክንያቱ ኣብ ጌጋ ፈተናታት ሓደ ዓብይ ዓወት ወይ ድማ ብዙሕ ፍልጠት ኣሎ ዝደለካዮ ንምርካብ ዓቅሊ ውሽጥካ ምክኣል ስለዚ ዓቕሊ ንኩሉ ነገር ዓቕሊ ምግባር እነሀና ማለት እዩ። በቃ ካብ መጠን ንላዕሊ ንጨናነቕ የብልናይ ብዓቐኑ ንሕስብ እነና ወዲ ሰብ ኮይኑ ሓሳብ ዘይብሉ ሰብ የልዩ ይዕበይ ይንእስ ሓሳብ ዘይሕስብ ሰብ የልዩ ማለት እዩ። ግን ኣብቲ ሓሳብ ግን ፀሎት ይባይ ዓቕሊ ትዕግስቲ ክድንበሮ ኣለዎ ማለት እዩ በቃ ብቐሊል ነገር ለ ዓቕልና ልፀበና እንተኾይኑ ኻልኻል ነገር ንጨናነቕ እንተኾይና ነጋልል ህይወትና ኣደጋ እዩ ማለት እዩ ሓወት የምዓረ እና ትኹሉ ነገር ኣብ ህይወትና ሕጉሳት ለምዃን ዓቕሊ ካድልየና እዩ ከቕልለ በቃ ርእስና ንለሲ ለይኾነ ለይኾነ ነገር ልሓሰናስ ነጨናንቆ የብልና እዩ ሃመይ ጭንቀት ማለት ያው ዓብዩ ሕማም እዩ ደይኮን ነገር ለለ ክኾን እዩ በቃ እዛ ነገር እዛ ክገብርነኒ እዛ ነገር እዛ ክሳኻሕነኒ ይብልካ ርእስና ላብ ደይኮን ነገር ለይ ምውሳድ ማለት እዩ ርእስና ትጨናነቁ ኣሎ ብጅብጅ ይብለና በቃ እስኪ ተዓዝኹም ኣለኹም ዶ ዝኾነ ነገር በቃ ጥንክር ለለ ሓሳብ እንድሕራትና ህራሳይ መፀናይ ማለት እዩ እና ብእግብር ላብ ምንታይ ይወስደና? ላብ ጭንቀት ላብ ሕማም ይወስደና ማለት እዩ። እና ድኾነ ይኹን ነገር ንጭነቕ የብልን ዓቕሊ ንገብር እነና በቃ ኩሉ ነገር ብዓቕሊ ምስ እግዚኣብሔር ጸሎት ለሓሰውናየ ክሳኻሕ እንድሕር ኮይኑ ዓቕሊ ንገብር እነና ጸሎት ንገብር እነና ዳኣሚ ሓዛ ሓደ ወርሒ ኣነ ሕዚ ሰብ ሓደ ወርሒ እዛ ግብር ነዛ ከሳኻሕና እንድሕር ብለስ ሓመይ ገሩ ክሳኻሕለይ እግዚኣብሔር እንድሕትደንብርዎ ግን ክሳኻሕ እዩ ዓቕሊ እንድሕር ገብረ ግን ዋላ ብሓሙሽተ ወርሒ ይኹን ዋላ ብዓመት ይኹን እቲ ልሓሰብክዎ ነገር ክሳኸሐለይ እዩ ማለት እዩ። ኣብ ወርሒ ውሽጢ ግን እዛ እዛ ነገር እዛ ክገብር እየ ብለ ክጨናነቕ እንድሕር ኮይነ ግን ካልእ ነገር እየ ካብ ምጽዳሚ ክሕጎስ ኣይኮንኩ ወይ ክዕወት ኣይኮንኩ ኣብቲ መንገዲ ማለት እዩ። ኣብቲ ዓላማ እየሲ ሕጉስቲ ክኾን ኣይኮን እየ። ብሓደ ወርሒሲ እዛ ነገር እዛ ከስተኻኽለነኒ እዛ ነገር እዛ ክፍጽማ ነኒ ብለሲ ኣብ ወርሒ ውሽጢሲ እቲ ልሓሰብኽዎስ ክሳኽሐለይ ተደይኮነ ርእሰይ እየ ካባላሽዩ ማለት እዩ ዓቅሊ ገብረ ተስፋ ገብረ ትዕግስቲ ገብረ ግን ምስ እግዚኣብሔር ጸሎት ዛግብር እየ ዛክብ ከሳኽሐ እየ እንድሕር ብለ ብግዚኡ ኣፍታ እግዚኣብሔር ልፈቀዳ ኹሉ ሓሳብ ልበይ ክሰምረለይ እዩ ማለት እዩ እና ስለትጨናነቅኹ ግን ዛገብራ እየ ዛክሰራሓ እየ ሰልበልኹ ግን ክሰርሖ ኣይኾነ እዩ

ንሕና ንህይወትና ደስተኛ ንገብረና ማለት እዩ። ንኣትኻ ሓጎስ ለየሐጉሶ ሰብ ካብዚ ዓይነት ሰብ ምርሓቕ ንኣትኻ ሕማቕ ነገር ለደስቶ ንኣትኻ ሕማቕ ነገር ለሐጉሶ ሰብ ካብዚ ዓይነት ሰብ ለለ ምርሓቕ ማለት እዩ። በቃ ርእስና ነፃ ኮይኑ ሕጉስ ህይወት ክነብር እንድሕ ኮይኑ ሕማቕ ልሓስዊ ሕማቕ ኣራእያ ልርእኻ ሰባት ካብዛቶም ምርሓቕ እነና ማለት እዩ ኣሕዋት ማዕረ ስለዚ እግዚኣብሔር ኣምላክ ኩሉ ልሓሰውናዮ ያሳኽሐልና። ዕድመይ ጥዕናይ ይሃበና ዋና ነገር ወዲ ሰብ ጥዕና እዩ ጥዕና እንድሕር የለ ኩሉ ነገር የለ ጥዕናና ይሃበና ትልሓሰውና ነገር ላይ ይሳኽሐልና ብሰላም ለ ናብ መሬት ዓድና ይበለና ምስ ውሉድናይ ምስ ወላድናይ ብሰላም ያጋንየና ማለት እዩ ስለዚ ዓቕሊ ምግባር ለኣነ ስለ ዝጠቐመኒ ሓዋት የምሃረይ ዓቕሊ ግበራ ማለት እዩ ዓቕሊ ግበሩ ማለት እዩ ዓቕሊ ልኹሉ ነገር ይጠቅመና እዩ እና ቢድኦይ ሸር ላይክ ኮሜንት ናገበርኹም ኣበራትዑኒ ሓደሽቲ ዝኾንኹም ደ ሰብስክራይብ ብምግባር ቤተሰብ ኹኑ የቐንየለይ